ቃል ኣምላኽ እምነት ካብ ምስማዕ እዩ፣ ምስማዕ ከዓ ካብ እግዚኣብሔር ቃል እዩ ይብል። እግዚኣብሔር ዝተመስገነ ይኹን። ዋቴቨር እንሰምዖ ኣፌክት ከም ዝገብረና ክንፈልጥ ይግባእ። ኩሉ እንሰምዖ ወይ ብፅቡቕ ወይ ብሕማቕ ኣብ ህይወትና ኣፌክት ከም ዝገብር ክንፈልጥ ኣለና። That's why እዩ ጎይታ የሱስ ካብ ትሰምዕዎ ተሓለዉ ዝበለ። እግዚኣብሔር ዝተመስገነ ይኹን። ጸላኢ ኩሉ ግዜ ዝሰርሕ ብዝተፈላለየ መገዲ እ፣ ንዓኻ ዝቐትለካ፣ ንዓኻ ዳውን ዝገብረካ፣ ንዓኻ ዘጥፍኣካ እዩ ዘስምዓካ ወይ ኣእምሮኻ ኣብ ሓሳብካ ዝለቀቕ እግዚኣብሔር ዝተመስገነ ይኹን ስለዚ ኣነን ንስኻትኩምን ክንሰምዖ ዘለና ናይ እግዚኣብሔር ቃል እዩ ናይ ተስፋ ቃል እዩ ናይ ኢንካሬጅመንት ቃል እዩ ህያው ቃሉ እዩ እግዚኣብሔር ዝተመስገነ ይኹን እቲ ንዓይን ንዓኻትኩምን ዝኾነ ዝተኸፍለ ዝተሰርሐ ዝተፈጸመ ኣባና ዝኾነ ነገር ንዑይና ክንሰምዕ ዘለና እግዚኣብሔር ዝተባረኸ ይኹን። ኣብ ዘሁልቅ ምዕራፍ 13 ካብ 26 ጀሚሩ ዘሎ እንተርኢና ደቂ እስራኤል በቲ ዝረኣይዎን በቲ ዝሰምዕዎን ተጸልዮም እዮም። እግዚኣብሔር ኣነ ኣብ ኢድኩም ሂበኩም እየ፣ ንኸንኣን ኬትኩም ውረስዋ፣ ኣብኡ ዘሎ ዅሉ ኣጥፍኡ፣ ኢሉ ኣዚዝዎም ከብቅዕ ግን ራኹም ኣብ ኣብኦም ተወኪሎም ንጸላእቶም ምስ ገዛእ ርእሶም ስለ ዘወዳደሩ እግዚኣ ሙሴ ክስልዩ ክንስልያ ምስ በሎ ክስልይዋ ምስ ከዱ እታ ሃገር ልክዕ ከምቲ እግዚኣብሔር ዝበሎ መዓር ጸባ ተውሕዝ ናይ በረኸት ሃገር ፍርያማ ሃገር ብጣዕሚ ጽብቕቲ ሃገር እያ ነይራ። ደሓር ግን ኣብዚ ኩሉ ዝገበርዎ ዝረኣይዎ ዝሰምዕዎ ንኹሉ እምነቶም ዳውን ገይርዎ። ኢየሱስ ጎይታ እዩ ስለዚ ተመሊሶም ናብ ሙሴ ሪፖርት ከቕርቡ ከለዉ ከምዚ ገይሮም እዮም ሪፖርት ኣቕሪቦም ከይዶም ከዓ ኣብ በረኻ ጳራን ኣብ ቃዴስ ናብ ሙሴን ናብ ኣሮንን ናብ ብዘሎ ኣኼባ ደቂ እስራኤልን መፁ ንኣታቶምን ንብዘሎ ኣኼባን እታ ሃገር እታ እቲ ነገር ኣዘራረብዎም ፍረታ ምድሪውን ኣርኣይዎም ከምዚ ኢሎም ድማ ኣዘንተውሉ። ከምዚ ኢሎም ድማ ኣዘንተውሉ ናብታ ዝሰደድካና ሃገር በጻሕና። ብሓቂ ከኣ ንሳ ጸባን መዓርን ተውሕዝ እያ ፍሬኣ ከኣ እዚዩ። እታ ዝበልካና ከምቲ ዝበልካና ልክዕ ከምኡ እዩ እንሀለ እውን ካብ ፍሬኣ ኣምጺና ኣለና ጸባን መዓርን ተውሕዝ እያ ሕጂ እዚ ሪፖርት ዝረኣዩ ጽቡቕ ሪፖርት እዩ ደሓር ግን ኣብ 28 ጀሚሩ ኣብታ ሃገር ዝነብር ህዝቢ ግና፣ ራኹም ኩሉ ግዜ ነቲ ናይ እግዚኣብሔር ቅላ ቃል ግን እትብል ክኣቱ ከሎ ኣፍራሽ እዩ። ግና ከምቲ ዝበልካዮ እዩ፣ ከምቲ ቃል ኣምላኽ፣ ከምቲ እግዚኣብሔር ዝበሎ፣ ከምቲ ሙሴ ዝበለና፣ ልካ ከምኡ እዩ። ኣብታ ሃገር ዝነብር ህዝቢ ግና ሓያል እዩ፣ እተን ከም እተማታት ከኣ እተዓርዳ ኣዝየን ዓበይቲ እየን፣ ኣብኡ ድማ ደቂ ዓናቕ ርኤና። ኣብ ሃገር ደቡብ ዓማሊቕ ይነብር ኣሎ፣ ኣብ ኣኽራን ሓታውያን ይብሳውያን ኣመራውያን ይነብሩ ኣለዉ፣ ኣብ ጥቓ ባሕርን ብሸነኽ ዮርዳኖስ ድማ ከነኣናውያን ይነብሩ ኣለዉ። ኢየሱስ ጎይታ እዩ። ነቲ እግዚኣብሔር ዝሃበና ቃል ብዘይ ድኾነ ምጥርጣር ብዘይ ድኾነ ምውልዋል ከም ዘለዎ ክንቅበሎ እግዚኣብሔር ዝደሊ ከም ዘለዎ ከይንቕበሎ ዝኽልክለና እንታይ ከም ዝኾነ ትፈልጡ ሕጂ ራእዩ እዚ ኣብ ብሉይ ኪዳን እዩ ንሕና ኣብ ሓዲሽ ኪዳን ዘለና እቲ ኩሉ በረኸት እቲ እግዚኣብሄር ኣብቲ መንፈሳዊ ሕይወትና ዘድልየና ብምሉኡ በረኸት መልሲ ጸሎትና እግዚኣብሄር ኣብ ውሽጥና እዩ ኣቐሚጡ ኣብ መንፈስና መንፈስና ምሉእ እዩ መንፈስና ፍጹም እዩ መንፈስና ናይ ክርስቶስ ኣእምሮ ኣለዎ መንፈስና ጻድቕ እዩ ንጹህ እዩ ጽሩይ እዩ ተቀዲሱ እዩ ኣብ መንፈስና እንታ ዝብሃል የለን ኢየሱስ ጎይታ እዩ ኩሉ ናህና ዕዳ ከዓ ጎይታ ኢየሱስ ክርስቶስ ከፊልዎ እዩ ሕጂ ራዩ እቲ ቀንዲ ናተይን ናትኩምን ማንነት መንፈስና እቲ ሓድሽ ሰብና እቲ ብኣምላኽ ዝተፈጥረ ሓድሽ ሰብና ክንሱ በቲ ኣረጊት ሰብ በቲ ስጋና ስለ ንመላለስ ብእኡ ስለ ንጥምት ብእኡ ስለ ንርኢ ኩሉ ግዜ ነዚ ከም ዝኣመሰለ ቃል ክመጽእ ከሎ ኣይንቕበሎን ኢና ሰብ በቲ ዝርእዮ በቲ ዝሰምዖ ድሕር ዝኸይድ ኮይኑ ብኻልእ ኣዘራርባ በቲ ሓሙሽተ ስምዒት ሕዋሳት እዩ ዝኸይ ዘሎ ኣብ ከባቢኡ ዝተፈላለየ ነገር ብዝሪኦ ብዝሰምዖ ድሕር ዝኸይድ ኮኖ ብስጋ ይመላለስ ኣሎ ማለት እዩ ኢየሱስ ጎይታ እዩ ኩሉ ግዜ እግዚኣብሔር ክዛረበና ከሎ ንመንፈስና እዩ ንስጋና ኣይኮነን ንስጋና ኣይክእሎን እዩ That's why ትማሊ ውን ነግረኩም ኔረ ጎይታ የሱስ ክርስቶስ ክሰብኽ ከሎ ክምህሮም ከሎ ኣብ መወዳእትኡ ብዙሓት ስዒቦሞ ኔሮም ኣብ መጨረሻ እንታይ እዮም ኢሎም እዚ ቃል እዚ እዚ ዝዛረቦ ዘሎ ጭንቂ እዩ መን ክሰምዖ ይኽእል ኢሉ ንምንታይ ብስጋ ስለ ዝሰምዕዎ ምስቲ ናቶም ናብራ ምስቲ ናቶም ህይወት ስለ ዘይከይድ ምስቲ ናቶም ምልምማድ ስለ ዘይከይድ ረኣኹም ንሕና ዝተለማመድናዮ ኣሎ ብስጋ ዝተለማመድናዮ መጀመርያ ዝወስደና እቲ ናይ ስጋ ነገር እዩ ንምንታይ ንብዙሕ እዋን ንብዙሕ ዘመናት ቡኢና መፂና ኢየሱስ ጎይታ እዩ ነቲ ናይ እግዚኣብሔር ቃል ነቲ ናይ መንፈሳዊ ነገር ክንቅበሎ ይኸብደና That's why እዩ ቃል እግዚኣብሔር ብመንፈስ ተመላለሱ ኢሉ ብመንፈስ ተመላለሱ ኢየሱስ ጎይታ እዩ ስለዚ ደቂ እስራኤል እቲ እግዚኣብሔር ዝበሎም ክንዲ ዝርእዩ ንጸላእቶም ከዓ ምስ እግዚኣብሔር ኣክንዲ ዝወዳድሮም እግዚኣብሔር እዩ ዝልሆም ዘሎ እግዚኣብሔር እዩ ተዛሪቡ እግዚኣብሔር እዩ ውረስዋ ኢሉ እግዚኣብሔር እዩ ኩሉ ነገር ገይሩ ዋላ ውን ኣብ ሂወቶም እዚ ድሕሪ ክንደይ ተኣምራት ኣብ ሂወቶም ኣብ መገዶም ዘጋጠሞም እግዚኣብሔር ክንደይ ብብዙሕ ትእምርትን ተኣምራትን ዘውጾምን እዩ እ ንባሕሪ ኤርትራ ኣብ ክልተ መቂሉ ኣብቲ ዝብጻሕ ዘብጽሖም እዩ እዚ ኩሉ ተኣምራት ሪኦም እዮም እዚ ኩሉ ተኣምራት ሪኦም ከብቅዑ እስቲል ራኹም በቲ ናቶም ዓቕሚ በቲ ናቶም ብዝርእይዎ ብዝሰምዕዎ ኸዱ ኣለው ኣክንዲ እግዚኣብሄር ይኽእል እዩ ዝብሉ ኣክንዲ እግዚኣብሄር ዘድሓነኒ እግዚኣብሄር ቅድሚ ሕጂ ዘውፃኒ ቅድሚ ሕጂ ዝተኸላኸለለይ ቅድሚ ሕጂ ብተኣምራት ዘውፃኒ ሕጂ እውን ንሱ ኣምላኽ ኣይተለወጠን ሕጂ እውን ክንወርስ ኢና ሕጂ እውን ክንስዕራ ኢና ሕጂ እውን ክንከይድ ኢና ክንዲ ዝብሉ ዓቕሞም ሪኦም ራኹም ዓቕምኻ ክትርኢ ከለኻ ኩሉ ግዜ there is something ዳዊት ምስዚ ኩሉ ኣብ እግዚኣብሔር ዝውከሎ ኣብ እግዚኣብሔር ዝእመኖ ኣብ ሓደ እዋን ግን ሰይጣን ደፋፊእዎ ኣብ እስራኤል ዘሎ ኩሉ ሰብ ህዝቢ እቲ ሰራዊት ንክፈቕዶ ኣዚዙ ሕጂ እቲ ንምፍቃድ እንታይ እዩ ዓቕሙ ናቱ ንኽፈልጥ እዩ ወይ ከመይ ኣለና እንታይ እዩ እንታይ እንታይ ስራዊት ኣለና እንታይ ኩሉን ነገር ኣለና ይነው እዚ ሕጂ ብስጋ ክትሪኦ ከላ ከዓ ኖርማል ይመስል ግን ብኸምኡ ይኮነን እግዚኣብሔር ኣብፅሕዎ ካብ ጉስነት ይፀዊዕዎ ዝገረመኒ እዚ ቃል እዚ ከንብብ ከለኹ ሲ ዮኣብ እቲ መራሒ ሰራዊት ዝነበረ ቀንዲ ሰራዊት ቀንዲ መራሒ ናይ ሰራዊት ናይ ዳዊት ወተሃደር መራሒ ዝነበረ ንሱ ዝተውዒልዎ ዋእ ጎይታይ እዚ ኩሉ ኣለካ ብዙሕ ኣለካ እዚ እውን ይወሰኸልካ እዚ ነገር እዚ እዚ ሓጢኣት እዚ ግን ኣይትግበሮ ኣባኻን ኣብዛ ሃገር እዚ ኣብ እዛ ሃገር እዚኣን መቕዘፍቲ ከይተምፅእ መርገም ከይተምፅእ ኢሉ ኣጠንቂቑ ዘገርም እዩ ሕጂ ረኣዩ ናይ ዳዊት እንታይ እዩ እቲ ቀንዲ ናቱ ጌጋ እንተበልና ኣብ ገዛእ ርእሱ ኣብቲ ዘለዎ ኣብ ኣምላኹ ኣክንዲ ዝውከል ዓቕሙ ኣብ እግዚኣብሄር ኣክንዲ ዝውከል ኣብቲ ዘለዎ ሰራዊት ኣብቲ ዘለዎ ኩነታት ኣብቲ ዘለዎ መሳርያ ኣብኡ ስለ ዝተወከለ እዩ እግዚኣብሔር ከዓ ራኹም ኣብኡ ጥራይ ዘይኮነስ ኣብኡን ኣብቲ መርግ ኣብቲ ኣብቲ እ፣ ሃገርን መርገም ኣምፅኡ ስለዚ እግዚኣብሔር ብነቢ ገይሩ ተዛሪብዎ ሰለስተ ምርጫ ኣምሪጽዎ ንሰለስተ መዓልቲ ጸላእትኻ ክሰጉኻ ጸላእትኻ ብሴፍ ክወቕዑኻ ዶ ሰለስተ መዓልቲ ጥሜት ክኸውን ዶ ወይ ከዓ ሰለስተ መዓልቲ ቅዝፈት መልኣኽ እግዚኣብሔር ክቐዝፍ ዶ ካብ ኩሉ እንታይ እዩ መሪፁ ኣነስ ኣብ ኢድ ኣምላኽ ምውዳቕ ዳኣ ሒሸኒ ኢሉ ኣብተን ሰለስተ መዓልቲ ኣብቲ ሓንቲ መዓልቲ ጥራይ ሰብዓ ሽሕ ወዲቆም ረኣዩ ሰብዓ ሽሕ በታ ሓንቲ ዳዊት ዝተጋገየ እግዚኣብሔር ይመስገን ንሕና ሕጂ ካብዚ መርገም ዝሓራ ወፂና ኢና ኣብ ሓድሽ ኪዳን ኢና ዘለና ኩሉ መርገምና ክርስቶስ ወሲድዎ እዩ መርገም ዝበሃል የለን ሕጂ መርገምና ክርስቶስ ወሲድዎ እዩ እግዚኣብሔር ዝተመስገነ ይኹን እንታይ ዝብል ዘለኹ ሙሉእ ብሙሉእ ኣብ እግዚኣብሔር ሚቲ ካብ ሚቲ ክንውከል ይደሊ ኣብ ኣምላኽና ሚቲ ካብ ሚቲ ኣብ ገዛ ርእስኻ ኣብ ገንዘብካ ኣብ ዓቕምኻ ኣብ ሂወትካ ኣብ ነገርካ ኣብ ዝተፈላልየ ነገረ ትውክልቲ ክትገብር የብልካን ሙሉእ ብሙሉእ ክትውከል ዘለካ ኣብ እግዚኣብሄር እዩ ኢየሱስ ጎይታ እዩ እግዚኣብሄር ቅድሚ ሕጂ ዘድሓነኒ ሕጂ እውን ከድሕነኒ እዩ እግዚኣብሄር ቅድሚ ሕጂ ዘውጻኪ ቅድሚ ሕጂ ዘድሓነኪ ሕጂ እውን ከድሕነኪ እዩ ኢየሱስ ጎይታ እዩ ራው ደቂ እስራኤል እቲ ኩሉ ዝገበሮ እግዚኣብሄር ዘድሓኖም ኣብ ክንዲ ዝርእዩ በቃ እንደገና ግምጥል ኢሎም ተመሊሶም ኣብ እግዚኣብሔር ይዕምፁ ነይሮም ብጣዕሚ እዩ ዝገርም ኣይፀንሑን ከማን ደሓር እቲ ግዜ ከማን እቲ ራይት ታይም ከማን ኣይጥቀሙን እቲ ራይት ታይም ከማን ኣይጥቀሙን ነይሮም ኣብዚ ኩሉ ዝበልዎ ኣይንኸይድን ኢና ኣይንኸይድን ጥራይ ከኣ እኳ ኣይኮነን። እስኻስ ከተጥፍኣና ኢልካ ኢኻ መጺኻ። እዚ ቃል እዚ ደጋጊሞም እዮም ዝዛረብዎ። ካብ ግብፂ ዘውፃኻና ኣብዚ ምድረ በዳ ከተጥፍኣና ኣብዚ ምድረ በዳ ከተ- ከተ- አ፣ ክትውድኣና እ? ሕጂ ከዓ ኣብ ቅድ- ኣብ- ኣብ ኢድ ፀላእትና ክትውድኣና ስለ ዝደለኻ ኢኻ መፂኻ ድሕሪ እንታይ ኢሉ ሓደ ካሌብ ተላዒሉ እግዚኣብሔር ይመስገን ካሌብ ከዓ ነቲ ህዝቢ ኣብ ቅድሚ ሙሴ ኣህድኦ ኣጸቢቕና ንኽእላ ኢና እሞ ንደይብዳ ነታ ምድሪ ንውረሳ ድማ በለ እግዚኣብሔር ይመስገን ካሌብ ኣብ ኣምላኹ ተኣማሚኑ እዩ እግዚኣብሔር ዝተመስገነ ይኹን ንደይብ ዝበለ ንኺድ ዝበለ ክንወርሳ ኢና ዝበለ ኢየሱስ ጎይታ እዩ እግዚኣብሄር ንጸላእቱ ምስ እግዚኣብሄር እዩ ኣወዳዲሩ። እቶም ሰለይቲ ግን ንገዛእ ንጸላእቶም ምስ ገዛእ ርእሶም እዮም ኣወዳዲሮሞም። ናቶም ዓቕሚ፣ ናቶም ክእለት፣ ናቶም ዘሎ ሰራዊት ንዖም እዮም ሪኦም። እግዚኣብሄር ካሌብ ግን እግዚኣብሄር ይመስገን ጸላእትና ምስ ምስ እግዚኣብሄር ክወዳደሩ ከለዉ ዚኣር ናቲንግ ጎይታ ዝተባረኸ ይኹን። ሕጂ እውን እግዚኣብሔር ጎይታ ይባረኽ። ብዓቕምናን ብክእለትናን ዘይኮነ እግዚኣብሔር ብሓይሉን ብዓቕምኡን እግዚኣብሔር ይባረኽ። ብናቱ ተኣምራትን ካብ ኩሉ ክውፃና እዩ። ኢየሱስ ጎይታ እዩ። ስለዚ ካሌብ ተላዒሉ ካብዚ ኩሉ ካሌብን እዮብን ኣይምን እያሱን እቶም ምስኡ ደይቦም ዝነበሩ ሰባት ግና ንሱ ካባና ዝሕይል እዩ እሞ ናብቲ ህዝቢ እቲ ክንድይብ ኣይንኽእል ኣይንኽእልን ኢና በሉ ብዛዕባ እቲ ዝሰለይዎ ምድሪ ኸዓ ንደቂ እስራኤል ከምዚ ኢሎም ክፉእ ነገር ኣውረዩሎም እታ ክንስልያ ዝሓለፍናያ ምድሪ ንሳ ነቶም ዝነብርዋ እትውሕጥ ምድሪ እያ እቶም ኣብኣ ዝርኤናዮም ኩሎም ህዝቢ ከኣ ነዋሕቲ ሰባት እዮም። ሕጂ ናቶም ጥራይ ኣይኮነን ነቲ ህዝቢ ኩሉ ኣእምሮኦም ቀይሮሞ። ርእይዎ ኣለኹም ክሳብ ክንደይ እቲ ትሰምዖ ብጣዕሚ ኣፌክት ከም ዝገብረካ፣ ክሳብ ክንደይ ዳውን ከም ዝገብረካ፣ ክሳብ ክንደይ ካብ እምነት ከም ዘውጽኣካ፣ ክሳብ ክንደይ ብጣዕሚ ብስጋ ክትመላለስ ብርእስኻ ክትመላለስ ብዓቕምኻ ክትመላለስ ከም ዝገብረካ ናብ ኩሉ ነቲ ህዝቢ ብምሉእ ኣናዊጾሞ። በቃ እቲ ዝኸድናዮ እቲ ዝሰለናዮ ዋላ እኳ ጽብቕቲ እተኾነት ዋላ እኳ ከምቲ እግዚኣብሔር ዝበሎ እተኾነ ግን ኣብኡ ዘለዎ ኣይከኣሉን እዮም ኣይንኽእሎምን ኢና ኣይንኽእሎምን ኢና ሓንቲ ነገር ክንገብሮም ኣይንኽእልን ኢና እምነት ካብ ምስማዕ እዩ ዝመጽእ ምስማዕ ከዓ ካብ እግዚኣብሔር ቃል እዩ ካብ ትሰምዕዎ ተቐጠቡ ዘይምእማን ዳውን ምግባር ዳውን ዝገብረካ ዝኾነ ይኹን በጌታ በኢየሱስ ክርስቶስ ስም ኣይትቀበሎ እንዲያም ወዲያው እንዲያውም ገስጾ እግዚኣብሔር ዝተመስገነ ይኹን እቲ ትሰምዖ ብዝኾነ መገዲ ኣፌክት ከም ዝገብረና ፍለጡ That's why እዩ ኩሉ ግዜ ረኣኹም ደኳትር ንሕና ብስጋ ክንሪኦ ከለና ኩልና ብስምዒት ክንርኢ ከሎ ብስምዒት ኣባና ዝስምዓና ነገር ኩሉ ንዛረብ ከለና በቃ ይውስኹልካ እሶምካ ድሕራ ይብሉን እዩ ናይ ሞት መርገም ናይ ሞት ቃል የውፅኡ ኢየሱስ ጎይታ እዩ እግዚኣብሔር ግን ከምኡ ኣይኮነን ጎይታ ዝተባረኸ ይኹን ካብ እንሰምዖ ንቆጠብ ኢየሱስ ጎይታ እዩ እዞም ሰባት እዚኦም ነዛ ሃገር ኩላ ግምጥል ኣቢሎማ ኣ- ክሳብ ክንደይ ረኣኹም እቲ ዝተጋ እቲ ዝተዛረብዎ እቲ ዝበልዎ ክሳብ ክንደይ ኣፌክት ከም ዝገበረ ኢየሱስ ጎይታ እዩ። ክሳብ ክንደይ ከም ዘናወጾም ኢየሱስ ጎይታ እዩ። ስለዚ ኣይንኸላን ኢና ኣይንወርሳን ኢና እግዚኣብሔር ዝበለና ኣይከውን እዩ ብስጋ ድሕር ትርኢ ኮንካ ኩሉ ግዜ ከምኡ ኢኻ ትኸውን ብስጋ ድሕር ትምልከት ኮንካ ኩሉ ግዜ ኣይትኽእልን ኢኻ ኦፍ ኮርስ እግዚኣብሔር ይመስገን ንሕና ግን ጎይታ ይባረኽ ኣብ ውሽጥና ዝኽእል ኣሎ ኣብ መንፈስና እግዚኣብሔር ይባረኽ ሙሉእ ዝኾነ ፍጹም ዝኾነ ካብ ስጋ ካብቲ ኣርጊት ሰብና ፍልይ ዝበለ ኢየሱስ ጎይታ እዩ ሓድሽ ሰብ ሓድሽ ፍጥረት ሓደ እኳ ብክርስቶስ እንተሃልዩ ንሱ ሓድሽ ፍጥረት እዩ እቲ ብሉይ ኩሉ ሓሊፉ እነሆ ኩሉ ሓድሽ ኮነ ኢሉ እግዚኣብሔር ዝተመስገነ ይኹን ኢየሱስ ጎይታ ኣብ ውሽጥና ክእለት ኣሎ ኣብ ውሽጥና ሓይሊ ኣሎ ኣብ ውሽጥና በረኸት ኣሎ ኣብ ውሽጥና ናይ እግዚኣብሔር ህይወት ኣሎ ክብሪ ንየሱስ ይኹን ሃለሉያ ክብሪ ንኣምላኽ ይኹን ስለዚ በቲ ዝሰምዕዎ ወዲኦሞ ሰብ መጀመርያ ኣብ ኣእምሩ እዩ ዝሰዓር ኣብ ማንም ኣይኮነን ኣብ ኣእምሮኦም ተሳዒሮም ኣብ ኣእምሮኦም ተሳዒሮም ነቲ ህዝቢ ከዓኒ ኣብ ኣእምሮኡ ንኽሰዓር ገይሮሞ በቃ ኣይንኽእልን ኢና ከምዚኦም ድሕር ወፂና ድሕር ተላዒልና ድሕር ገጢምና ኣብኡ ክንጠፍ ኢና ኣብኡ ክንመውት ኢና እንደገና ከማን ንሙሴ እዚ ትገብሮ ዘለኻ ኣብዚ ከተጥፍኣና ኢኻ መፂኻ ኢሎም ንዑ እዮም ዝቃይቕዎ ኢየሱስ ጎይታ እዩ እግዚኣብሔር ይመስገን ሎሚ ሓደ ሰብ እቲ ውሽጠይ ዘሎ ኩሉ ይኽእል እዩ በሉ መንፈሰይ ኣብ ውሽጠይ ዘሎ ኩሉ ይኽእል እዩ በሉ ጎይታ ይባረኽ ኣብ ውሽጠይ ዘሎ ኩሉ ይኽእል እዩ በሉ ጎይታ ይባረኽ All participants are now ኢየሱስ ጎይታ እዩ። unmuted. ኣብ ውሽጠይ ዘሎ ኩሉ ይኽእል ይበል መንፈሰይ ኩሉ ይኽእል ይበል እግዚኣብሔር ዝተመስገነ ይኹን ኣብ ውሽጥኻ ዘሎ ብመልክዕ ኣምላኽ ዝተፈጥረ ኩሉ ይኽእል እግዚኣብሔር ዝተመስገነ ይኹን ዝጨንቆ ነገር የለን ኣብ ውሽጥኻ ዘሎ መንፈስ እግዚኣብሔር ዝተመስገነ ይኹን ሃለሉያ ሙሉእ እዩ ኣብ ውሽጥኻ ዘሎ መንፈስ ጎይታ ዝተባረኸ ይኹን ቅዱስ እዩ ንፁህ እዩ ሓያል እዩ ሓይሊ እግዚኣብሔር ኣሎ መንፈስ እግዚኣብሔር ኣለዎ ጎይታ ይባረኽ ይኽእል እዩ ውሽጥኻ ጎይታ ይባረኽ ይኽእል እዩ እቲ ሓድሽ ሰብካ እግዚኣብሔር ዝተመስገነ ይኹን ኣይኽእል እዩ ንይትበሉ ኣሜን ይኽእል እዩ እትሰምዕዎ ካብ ትሰምዕዎ ተሓለው ጎይታ ይባረኽ በቲ ዝሰምዕዎ እዮም ኩሎም በቲ ዝሰምዕዎ ብምሉ ዳስት በቃ ወዲኦም ኣብ ኣእምሮኦም ተሳዒሮም ኣይንኽእል ኢና ከይኮዱ ከይወፈሩ ኣብ ግጥም ከይበፅሑ ኣብ ኣእምሮኻ ምስ ተሰዓርካ ልሙስ ኢኻ ትኸውን ልሙስ ዳስት ንኹሉ ተቋርፆ መደባትካ ትቕይሮ ፕላናትካ ትቕይሮ ኣይከውን ኢልካ ራይኹም እቲ ዝዓበየ እቲ ዝኸፈአ ካብ ሞት ንላዕሊ ተስፋ ምቑራጽ እዩ ካብ ሞት ንላዕሊ ሰብ እንተ ተስፋ እንተቆሪጹ ዳሴት ብህይወቱ ከሎ ከም ዝሞተ እዩ ኢየሱስ ጎይታ እዩ። ኣነ ተስፋ ይቆርጽ ድየ እስከ በሊ ኣነ ተስፋ ይቆርጽ ድየ በሊ ኣነ ተስፋ ይቆርጽ ድየ በል። እግዚኣብሔር ይመስገን ማለትካ ኮይንካ ካብ መንፈስ ተዛረብ። ጎይታ ዝተባረኸ ይኹን። ዶን ጊቭ ኣፕ ኣብ ውሽጥኻ ዘሎ ሓይሊ ርአ ኣብ ውሽጥኻ ዘሎ ቃል ርአ ኣብ ውሽጥኻ ዘሎ ጸጋ ርአ ኣብ ውሽጥኻ ዘሎ መንፈስ ርአ ኣብ ውሽጥኻ ዘሎ ብርትዐ ርአ ኣብ ውሽጥኻ ዘሎ ናይ እግዚኣብሔር ሓይሊ ርአ ጎይታ ይባረኽ ዶን ጊቭ ኣፕ ኢየሱስ ጎይታ እዩ ብሰነፋት ዝተዛረብዎ ብሕማቃት ዝተዛረብዎ ብእኡ እስኻ ዳውን ኣይትኹን፣ ተስፋ ኣይትቑረጽ፣ ተስፋ ኣይትቑረጽ፣ እግዚኣብሔር ዝተመስገነ ይኹን። ኩሉ ዝኽእል ኣብ ውሽጥኻ ኣሎ፣ ኩሉ ዝኽእል ኣብ ውሽጠይ ኣሎ፣ በቲ ሓይሊ ዝህበኒ ንኹሉ ይኽእሎ እየ፣ እግዚኣብሔር ዝተመስገነ ይኹን፣ ሃለሉያ። ሓደ ሰብ በቲ ሓይሊ ዝህበኒ ንኹሉ ይኽእሎ እየ ይበል፣ እግዚኣብሔር ዝተመስገነ ይኹን። በታ ሓይሊ ዝህበኒ ንኹሉ ይኹለ ጎይታ ዝተባረኸ እዩ ካልእ ኣይትስማዕ ካልእ ናይ ሰነፋት ዘረባ ኣይትስማዕ ካልእ ናይ ናይ ናይ ናይ ስኑፋት ናይ ስዑራት ዘረባ ኣይትስማዕ እግዚኣብሔር ይመስገን በቲ ሓይሊ ዝህበኒ ንኹሉ ይኹለ ይበል እግዚኣብሔር ይመስገን ኣውጅ ማለት ክኾይኑ እዩ እግዚኣብሔር ተመስገነ ይኹን ንኹሉ ዝኽእል መንፈሳ ውሽጥና ኣሎ ጎይታ ይባረኽ ኢየሱስ ጎይታ እዩ ንኹሉ ዓቕሚ ዘለዎ ጎይታ ይባረኽ ክብርን ኣምላኽ ይኹን ክብርን ኢየሱስ ይኹን ኣዮም ደቂ እስራኤል ዝገረመኒ እታ ክንስልያ ዝሓለፍናያ ምድሪ ንሳ እ ነቶም ዝነብርዋ እተውሕጥ ምድሪ እያ ኢሎም በቃ ንዖምሲ ኣብ ዝገብርዎም እኳን እዮም ጨኒቕዎም በቲ ዝረኣይዎ ሲ ንሶም ጀጋኑ እዮም ንሶም ብርቱዓት እዮም ንሶም ሓያላት እዮም ንሶም ነዋሕቲ እዮም ንሶም ተዋጋእቲ እዮም ሕሉፍ ሓሊፎም ድሕሪኡ ረኣይዎ እቶም ኣብኡ ዝረኣናዮም ኩሎም ህዝቢ ከዓ ነዋሕቲ ሰባት እዮም ምስ በሉ ኣብኡ ድማ ኢሎም ካብ ንጉዓት ዓሌት ንጉዓት ደቂ ዓናቕ ርኤና ኣታ እዞም ደቂ ዓናቕሰ ከመይ ዓይነት እዮም ኣ- ከመይ እዮም ኣባህሪሮሞም ከመይ ገይሮም እዮም ብጣዕሚ ኣበጅብጆሞም ብጣዕሚ እዩ ዝገርመኒ ደቂ ዓናቕ ርኢና እዞም ደቂ ዓናቕ ድሕሪ እንታይ ኢሎም ንሕና ኣብ ዓይንና ኢሎም እግዚኣብሔር ይገስጾ ንሕናስ ኣብ ዓይንና ከመንበጣ ኮና ኢሎም ኣብ ዓይንና ንሕና ልክዕ ከመንበጣ ኢና በቃ ኣንበጣ ኢና ምስኦም ክንወዳደር ከለና ኣንበጣ ኢና ኦፍኮርስ ምስኦም ድሕር ትወዳደር ኮንካ ኣንበጣ ኢኻ ምስ እግዚኣብሔር ተወዳዲርካዮ ግን ዩ ኣር ጀያንት ሃለሉያ ጸላእትና ምሳና ዘይኮና ከነወዳድሮም ዘለና ጸላእትና ምስ እግዚኣብሔር ኣምላኽና ምስቲ ንዓና ዝጸውዓና ምስቲ ኣይሓድገካን ኣይጠንጠነካን ኣይገድፈካን እየ ዝበለካ ኣምላኽ ሙሴኻ ክተወዳድሮ ዘለካ ንሱ ምስ ኣወዳደርካዮ እግዚኣብሔር ዝተመስገነ ይኹን ንስኻ ዘይኮንካ ኣምበጣ ፀላእትኻ ኣምበጣ ክኾኑ እዮም ጎይታ ይባረኽ ኢየሱስ ንዘላለም ጎይታ እዩ ንስኻ ኣምበጣ ኣይትኸውን ኢኻ ፀላእትኻ እዮም ኣምበጣ ዝኾኑ እዚኦም ኦልረዲ ተሳዒሮም እንዲዮም ኣብ ኣእምሮም ተሳዒሮም እንዲዮም በቃ ኣብኡ እ፣ እ፣ እ፣ ዝኾነ ነገር ኣትይዎም እንዲዩ ንዕኦም ጥራይ ኣይኮነን ነቲ ህዝቢ ሙሉ ሙሉኡ ኣእምሮኦም ቀይሮም ነቲ ህዝቢ ብምሉኡ ኣናዊጾም በቃ ኣይንኸይን ኢና ተስፋ ኢሎም በቃ ተስፋ ቆሪጾም ካብ ተስፋ ምቑራጽ ዝኸፍ ወላ ሓደ የለ ኣሕዋተይ ተስፋ ዝቆረጸ ሰብ ምንም ፍልልያ የብሉን ካብ ዝሞተ ተስፋ ዝቆረጸ ተስፋ ድሕር ቆሪጽካ ዶን ጊቭ ኣፕ ኢየሱስ ጎይታይ ከመይ ጌርካ ከስኻ ተስፋ ትቆርጽ ከመይ ጌርኪ ክስኺ ተስፋ ትቆርጺ ካብቲ ምሳኺ ዘሎ ኣባኺ ኣባኺ ዘሎ ይብርትዕ። ኩነታትኪ ኣይትርኣይ እግዚኣብሔር ም- ኩነታትኪ ርኢኺ ተስፋ ኣይትቑረጺ። ኣኺልዎይ በጺሒዎይ ናተይ ነገር ኣይትበል እግዚኣብሔር ዝተመስገነ ይኹን። እግዚኣብሔር ኣምላኸይ ሓይለይ እዩ በቲ ዝበኒ ሓይሊ ንኹሉ ይኽእሉ እግዚኣብሔር ፈዋስየይ እዩ እግዚኣብሔር ብርትዐይ እዩ እግዚኣብሔር ጽንዓተይ እዩ ሃለሉያ ኣይገድፈክን ኣይጠጥነክን ዝበለና ኣምላኽ እሙን እዩ። ጎይታ ዝተባረኸ ይኹን። እዞም ሰባት እዚኦም ንሕና ኣንበጣይና ዝበሉ ይነው ምስ ገዛእ ርእሶም ስለ ዘመልክትዎም እዮም ኣንበጣ ክኾኑ ይኽእሉ እዮም ራኹም ብምንታይ እዮም ሪኦም ብስጋ ብስጋ ድሕር ትርኢ ኮንካ ኩሉ ግዜ እስኻ ኣንበጣ ኢኻ ድሕር ብስጋ ትመላለስ ኮንካ ኩሉ ግዜ ኣንበጣ ኢኻ ብስጋ ድሕሪ ትመላለስ ኮይንካ እስኻ ኣይትኽእልን ኢኻ ብስጋ ድሕሪ ትመላለስ ኮይንካ ተስፋ ክትቆርጽ ኢኻ ብስጋ ድሕሪ ትመላለስ ኮይንካ ኣእምሮኻ ኣሰላሲልካ ኣውሪትካ ኣጠቢካ ኣብ መጨረሻ ኣብ እምነት ዘይኮነስ ኣብ ዘይምእማን ኣብ መጨረሻ ሓይሊ እግዚኣብሔር ኣብ ዝግለጸሉ ደው ኢልካ እትወርሰሉ ዘይኮነሲ ኣብ መጨረሻ ብጸላኢኻ ትውረስ ኣብ መጨረሻኻ መጨረሻኻ ሞት እዩ ንምንታይ ዓስቢ ናይ ስጋ ናይ ስጋ ሓሳብ ናይ ስጋ ድሌት ኩሉ መጨረሽኡ ሞት እዩ ኢየሱስ ጎይታ እዩ ስለዚ ንሕና ኣንበጣ ኢና ኢሎም ንሕና ናቶም ከይገብሩስ ነቶም ንዖም ከኣ ሪኦምሎም ዝገርም እኳን እዩ ንሕና ኣንበጣ ኢና ኢሎም እ ንሕና ኣብ ዓይንና ከም ኣንበጣ ኮና ኣብ ኣዒንቶም ንሱ ጥራይ ኣይኮነን ንሕና እወ ኣንበጣ ኢና ንሶም ክርእዩና ከለዉ ከኣ ከም ኣንበጣ እዮም ዝርእዩና ናይ ኣንበጣ መንፈስ በጌታ በኢየሱስም ገሰጽክዎ ሕጂ ብስም የሱስ ክርስቶስ ገሰጽክዎ ኢየሱስ ጎይታ እዩ ኣታ ናይ እግዚኣብሔር መንፈስ እዩ ዘለካ ሓይሊ እግዚኣብሔር እዩ ዘለካ ጸጋ እግዚኣብሔር እዩ ዘለካ መንፈስ እግዚኣብሔር እዩ ዘለካ ብቕዓት እግዚኣብሔር እዩ ዘለካ ክእለት እግዚኣብሔር እዩ ዘለካ ንዓኻ ይትረአ ኩነታትካ ይትረአ ምስጋ ይትረአ በቲ ሓሙሽተ ስምዒት ሕዋሳት ኣይትረአ ብመንፈስ ረአ ብመንፈስ ረአ እግዚኣብሔር ይመስገን ብመንፈስ ረአ ብመንፈስ ተመላለስ ኢየሱስ ንዘልኣለም ጎይታ እዩ። ብስጋ ድሕር ትመላለስ ኮይንካ መጨረሻኻ ሞት እዩ። ሞት ይብለካ ኣለኹ እቲ ዘሐዝን ከዓኒ መብዛሕትና ብስጋ ኢና ንመላለስ እም? በቲ ንሪዮ በቲ ንሰምዖ ኢና ንመላለስ ብኳልኩሌሽን ኢና ንመላለስ ኣይ እዚ እግዚኣብሔር ኢልዎ እግዚኣብሔር ክገብሮ ይኮና ንብል እዚ- እዚኣ ዳሞ ተዋፅን እያ ኣይተዋፅን እያ በቃ እዚኣ እተገይረ ደኣ እሞ ከመይ እሞ መጨረሻ እንታይ በቃ ኣውሪድካ ኣደይብካ ቀኒስካ ኣጉዲልካ በቃ ብኸምኡ ኣይከውን እዩ ብኸምኡ ኣይከውን እዩ ተስፋ ወረስ ብኸምኡ በምንም ተኣምር ኣይከውን ንምንታይ እግዚኣብሔር ዝበካ ቃሉ እግዚኣብሔር ዝበካ እግዚኣብሔር ዝበካ መለኽቲ እግዚኣብሔር ዝበለካ በምሩ በምንም ተኣምር እዚ ናትካ ንእሽተይ እዛ ንእሽተይ እዛ ነጥቢ ትኾነት ኣእምሮ ኮምፕሪሄንድ ክገብሮ ይክእልኒ ክሕዞ ይክእልኒ ክፃወሮ ይክእልኒ Only ክሕዞ ዝኽእል ብመንፈስ ተኾይንካ ጥራይ እዩ መንፈስካ እቲ ውሽጣዊ ሰብካ ግን ይኽእሎ እግዚኣብሔር ይመስገን ሃለሉያ እቲ ዘይከኣል ይኽእል እዩ ዝብል እግዚኣብሔር ይመስገን ኣብ መንፈስካ ኣሎ ኣብ መንፈስካ እግዚኣብሔር ዝተመስገነ ይኹን ኩሉ ቃል እግዚኣብሔር ኩሉ ዝበለ የስ ይኽእል እዩ የስ ይኽእል እየ የስ ይኽእል እየ ዝብል እዩ ዘሎ ጎይታ ይባረክ ንስጋኻ ግን እኖ እዚ ደኣ እሞ ከመይ ገይሩ ርኣይዎ እንዶ እስከ እስከ ነወዳድሮ በቃ ኣብ ምውድዳር ኣብ ምስማዕ ኣብ ምርኣይ በቶም ሓሙሽተ ስምዒት ህዋሳት ስምዒት ስምዒት ብስምዒት ክንነብር ኣይኮናን ተጸዊዕና እግዚኣብሔር ዝተመስገነ ይኹን ኢየሱስ ንዘላለም ጎይታ እዩ ሎሚ ካብቲ ዘለኻዮ ካብኡ ተስእ ተስእ እግዚኣብሔር ይመስገን ተሲ ጎይታ ይባረኽ ካብቲ ተስፋ ዝቆረጽክዮ ካብቲ ዝተጨነክዮ ካብቲ ዝተናወስክዮ ንገዛእ ርእስኺ ይኹን ነቲ ከባቢኺ ዘሎ ምስ እግዚኣብሔር ኣወዳድርዮ ምሳኺ ተወዳድርዮ ኣነ ኣነ ኣይትበሊ ኣምላኸይ ኣምላኸይ በሊ ኣምላኸይ ብርትዕ ይበሊ ኣምላኸይ ይኽእል እዩ ዘሎ ኣብ ውሽጠይ ዘሎ መንፈስ ይኽእል ይበል መንፈሰይ ይበል እግዚኣብሔር ይመስገን ሃለሉያ ውሽጠይ ይኽእል ይበል ጎይታ ይባረኽ ሃለሉያ የሱስ ጎይታ እዩ ናይ ኣንበጣ መንፈስ ገሲጸዮ ኣለኹ የሱስ ወዲ ኣምላኽ እዩ ግሎሪ ቱ ጂሰስ የሱስ ወዲ ኣምላኽ እዩ ሃለሉያ ናይ ኣንበጣ መንፈስ ገሲጸዮ ኣለኹ ትኽእል ኢኻ ኣንበጣ ኣይኮንካ ንስኻ ኣብ ውሽጥኻ ዘሎ ጀያንት እዩ ኣብ ውሽጥኻ ዘሎ ኩሉ ከኣል እዩ ኣብ ውሽጥኻ ዘሎ ናይ ክርስቶስ ኣእምሮ ዘለዎ እግዚኣብሔር ዝተመስገነ ይኹን ንኹሉ ዝፈልጥ እዩ ውሽጥኻ ዘሎ ሓጢኣት ኣይፈልጥ ድዩ እግዚኣብሔር ዝተመስገነ ይኹን ሃለሉያ ምስ ናይ ስጋ ነገር ኣይደ ኣይ ምስ ናይ ስጋ ነገር እግዚኣብሔር ይባረክ ኣይካትዕን ምስ ናይ ስጋ ነገር ኣይደራደርን እዩ ኢየሱስ ጎይታ እዩ ሃለሉያ ኣው ሽዑ ሕሉፍ ሓሊፎም በቃ ካሊብ እንዲ ተዛሪቡ ብዘለዉ እቶም ኣኼባ ድማ ቃሎም ዓው ኣቢሎም ጨርሑ እቲ ህዝቢ ከዓ በታ ለይቲ እቲኣ ክበክ ሓደረ ራይዎ እሞ ክበክ ሓድዮ ኣብ ምንቲ ምንታይ እዚኦም ሲ ሕጂ መን እዩ ክድንግፀሎም ከልቅሱ ወይ ኣነ ወይ ኣነ ጠፋና ወይ ኣነ ጠፋ እግዚኣብሔር ውርሳ ኢልዎም እግዚኣብሔር ኣውሪስዎም ከብቅዕ ይብከ ዳስዋ ይርኣኹም ዝመፀና ሪፖርት ዘብክየና ዝኾነ ነገር ድሕር ሪፖርት ኣምፂልካ ኣብ ስራሕ ይኹን ኣብ ሂወትካ ይኹን ዶክተር ይኹን ሰባት ይኹን በቃ ዝኾነ ነገር ምስ ተዛረባ ትብል መን ይኽድንግፀልካ ደው በል በቲ እግዚኣብሔር ዝሃበካ ናይ እግዚኣብሔር ሴፍ ሓዝ ናይ እግዚኣብሔር ዋልታ ሓዝ ቁራዕ ርእሲ ግበር እግዚኣብሔር ዝተመስገነ ይኹን ደው በል ጎይታ ዝተባረኸ ይኹን ሃለሉያ ጸላእትኻ ኣብ ቅድሜኻ ጎይታ ይባረኽ እስኻ ዘይኮንካ ኣንበጣ ጸላእትኻ እዮም ከም ኣንበጣ እግዚኣብሔር ዝተመስገነ ይኹን በኺዮም ኣልቂሶም ወይ ኣነ ወይ ኣነ ወይ ኣነ ወይ ወይ ተጠፋእና ጠፋእና እዚ እኳ ናይ ንስሓ ጸሎት እንተዝኾኑ እኳ ብጣዕሚ ኣብ ሂወቶም ክንደይ ክንደይ ለውጢ ምስ ኣምፀ ዘይምእማኖም ናይ ዓመፅ ብኽያት ፌክ ዝኾነ ብኽያት ሓቂ ዘይብሉ ብኽያት ናይ ስንፍና ብኽያት ዘይምእማን ብኽያት ኢየሱስ ንዘላለም ጎይታ እዩ። ኣይትብከይ እግዚኣብሔር ዝተመስገነ ይኹን በቲ ዝበፅሓካ ኣይትብከይ ጎይታ ይባረኽ ኣብ ቅድሚ ኣምላኽ ደው በሊ ኣነ ቡርትያ ውሽጠይ ሓይሊ ኣሎ በል እግዚኣብሔር ይመስገን ኣምላኸይ ኣይገድፈንን እዩ ኣምላኸይ ኣይጠንጥነንን እዩ ኣምላኸይ ኣይሓድገንን እዩ ኣምላኸይ ብርታዐ እዩ ኣምላኸይ ፈዋስየ እዩ ኢልክ ደው በል እግዚኣብሔር ዝተመስገነ ይኹን ናይ ምንታይ ብኽያት እዩ? ናይ ምንታይ ምምራር እዩ? ናይ ምንታይ ምምጉርምራም እዩ? ኣበይ ምስ ከደ ኣምላክ እዩ? ኣበይ ምስ ከደ ምስ ኣምላካ? ሓደ ኣገልጋሊ መቸስ ኣገልጋሊ እውን ኩሉ ግዜ ይፍተን እዩ። ሓደ ኣገልጋሊ ብጣዕሚ ዳውን ኮይኑ በቲ ዘጋጠሞ ፈተና ዳውን ኮይኑ በቃ ኣይበላዕ ኣይሰቲ ሓዚኑ ብጣዕሚ ነቲ ኣገልገሊ ግ- ነቲ ኣገልጋሊ ግን ኢየሱስ ጎይታ እዩ ከምዛ ሰበይተይ ትኩርቲ ሰበይቲ ነይራቶ ትኩርቲ ህኩርቲ እ? ለባም እግዚኣብሔር ዝተመስገነ ይኹን ኢየሱስ ጎይታ ኣሜን በሉ። ክብሪ ንኣምላኽ ይኹን፣ ክብሪ ንየሱስ ይኹን። ኧረ ኣሜን ንበል። ግሎሪ ቱ ጂሰስ ኢየሱስ ጎይታ እዩ። ያ ድሕር ዘይተረዳእኩም እንደገና ክደግመልኩም ትኩርቲ ለባም ያ ቃል እግዚኣብሔር ኢሉ ወድሳ ኣብ ቅድሚያ እግዚኣብሔር ሰብኣያ ከዓ ይውድሳ ኢሉ መዓዝ ዳኣ እሞ ክውድሳ ኢየሱስ ጎይታ ክብርን ኢየሱስ ይኹን ክብርን ኣምላኽ ይኹን ረኣኹም ሕጂ እዛ ኣገልጋሊ እዛ ኣገልጋሊ በቃ All participants are now muted. ዳውን ምስ ኮነ ድሕሪኡ ደገ ምስ ወፀ ኣብ ገዛ ፀሊም ክዳን ፀሎሎ ዝመስል ክዳን ናይ ላዕሊኡ ናይ ታሕቲኡ ናይ ኣብ ርእሳ ጌራ ናይ ሓዘን እትው ብላ ኣለፍቲ ገዛሲ ሰንቢዳ ኣቲ ታይ ወሪድና ኣቲ ታይ ኮንክ ኢሉ እንዳበለ እንዳበኸየት እግዚኣብሔር ሞይቱ ኢላቶ እግዚኣብሔር ሞይቱ ንምንታይ እቲ ዳውን ዝገበረካ በቃ እግዚኣብሔር ስለ ዝሞተ ይስኻ ምንም ነገር እ፣ ዳውን ኮይንካ ምንም ነገር ተስፋ ዘይብልካ ምንም ነገር ሓንቲ ነገር ክትገብር ዘይትኽእል ኢላ ካብቲ ዝደቆሶቶ ካብቲ ዝደቆሶ ኣበራቢራቶ። ማይ ጉድነስ ኢሉ በቃ ኣይጸንሐን። እግዚኣብሔር ዝተመስገነ ይኹን። ኣእምሮኡ ተቐይሩ፣ ሓሳቡ ተቐይሩ፣ ነገራቱ ተቐይሩ። ኣምላኸይ ኣሎ ሃለሉያ፣ ኣምላኸይ ኣይሞተን ክብል ጀሚሩ። እግዚኣብሔር ዝተመስገነ ይኹን። ኣምላኸይ ህያው እዩ ክብል ጀሚሩ ጎይታ ይባረኽ በዚ ኣነቃቂሓቶ በዚ ኣውፅያቶ በዚ እግዚኣብሔር ዝተመስገነ ይኹን ሃሌሉያ ግሎሪ ቱ ጂሰስ ራኹም ነገራትና ምስ እግዚኣብሔር ኢና ነወዳድ ኩሉ ነገር ጎይታ ዝተባረኸ ይኹን ኣብ ኣምላኽና ተታሒዙ እዩ ናትኪ ነገር ኣብ ኣምላኽ ተታሒዙ እዩ ኤቭሪቲንግ ኢዝ ኮንትሮልድ ባይ ጋድ ኢየሱስ ጎይታ እዩ። ብዓለም ኣይኮነ ብኻልእ ኣይኮነ። ሃለሉያ ኢየሱስ ጎይታ እዩ። ሎሚ ተስፋ ዝቆረጽካ እዚ እረኣየኒ ኣሎ እግዚኣብሔር ይመስገን። ሰባት ካብቲ ተስፋ ዝቆረጽዎ ካብቲ ዝተጨነቕዎ ካብቲ ዝተናወፅዎ ኢንካሬጅ ኮይኖም እግዚኣብሔር ይመስገን ሓይሊ ረኺቦም ጸጋ ረኺቦም ንቕድሚት ክስጉሙ ይርኢ ኣለኹ እግዚኣብሔር ዝተመስገነ ይኹን ሃለሉያ ይርኢ ኣለኹ ሓይሎም በርቲዖም ውሽጦም በርቲዖም ጸጋ ረኺቦም በርቲዖም ንቕድሚት ክጉስጉሱ ይርኢ ኣለኹ ጎይታ ይባረኽ ሃለሉያ ነገራቶም ምስ ጸላቶም ዘይኮነ ምስ እግዚኣብሔር ገይሮም ነገራቶም ጎይታ ይባረኽ ካብ ጸላትና ኣምላኽና ይበልጽ ኣምላኽና ይዓቢ ኢሎም ጎይታ ይባረኽ ኢንካሬጅ ኮይኖም እግዚኣብሔር ዝተመስገነ ይኹን ዝጥሕሱ ይርኢ ኣለኹ ጎይታ ዝተባረኸ ይኹን የሱስ ወዲ ኣምላኽ እዩ ሃሌሉያ ታንክ ዩ ጂሰስ ኢየሱስ ጎይታ እዩ እግዚኣብሔር ይኽእል እዩ ኣንቲ ሓወይ ኣንቲ ሓፍተይ ኣቱም ብሩኻት ናይ ኣምላኽ ሰባት ካብ ትርእይዎ ካብ ትሰምዕዎ ተሓለዉ ተቖጠቡ ክሰምዕ ዘለካ ለይትን መዓልትን ቃል እግዚኣብሄር እዩ ኢንካሬጅ ዝገብረካ ንቕድሚት ዝደፍኣካ ጎይታ ይባረኽ ኣለሉያ ኣጆኻ ዝብለካ ከም ቃል ኣምላኽ ዝመኽረካ ኩነታት ሪኡ ነገራት ሪኡ ዘይኮነስ ከም ቃል ኣምላኽ ዝመኽረካ ከም ቃል ኣምላኽ ዝዛረበካ የሱስ ጎይታ እዩ ይኽእል እዩ ኣምላኽና ጎይታ ዝተባረኸ እዩ ጸላኣትና ንሕና ዘይኮና ጸላኣትና ከም ኣንበጣ ክኮኑ እዮም ንሕና ከኣ ከም እንጀራ ክንበልዖም ሃለሉያ ኣቱም ሰባት ከም እንጀራ ክንበልዖም ኢና እኳ ኢሉ እግዚኣብሔር ዝተመስገነ ይሁን ድሕሪኡ ረኣዩ ቀጺሎም እዮም ንሕና ብሴፍ ክንወድቕ ኣንስትና ደቅና ከኣ ክማረኹ ንምንታይ እግዚኣብሔር ናብዛ ምድሪ እዚኣ ኣእተወና ናብ ግብፂ እንተ ንምለስ ግዳ ኣይመሓሸናን ባዕሎም በቲ ዝረኣይዎ ንሕና በቃ እንታይና ኢሎም ንሕናን ደቅናን ክንማረኽ ኢና እ እግዚኣብሔር ኣብዛ ምድሪ እዚኣ ዘእተወና ናብ ግብፂ እ፣ እ፣ ንኽንማረኽ እዩ ንኽንጠፍ እዩ ናብ ግብፂ እንተንምለስ ግዳ ይመሓሸናን ንሓድሕዶም ከዓ ሓለቓ ግዳ ንሽም እሞ ናብ ግብፂ ንመለስ ተባሃሉ ውይ ውይ ውይ ውይ ውይ ሽዑ ሙሴን ኣሮንን ኣብ ቅድሚ ብዘላታ ማሕበር ኣኼባ ደቂ እስራኤል ብገጾም ተደፍኡ፣ እያሱ ወዲ ወዲ ነዌ፣ ካሌብ ወዲ ይፋነን ካብቶም ሰለይቲ እታ ሃገር ዝነበሩ ክዳውንቶም ቀደዱ፣ ንብዘሎ ኣኼባ ደቂ እስራኤል ከኣ ከምዚ ኢሎም ተዛረቡ፣ እታ። ኽንስልያ ዝሓለፍናያ ምድሪ ኣዝያ ኣዝያ ጽብቕቲ ምድሪ እያ። እግዚኣብሄር እንተ ፈቲንናስ ናብታ ጸባን መዓርን እተውሕዝ ምድሪ ናብታ ምድሪ እቲኣ ኸእትወና ንሳ ውን ክህበና እዩ። ኣብ እግዚኣብሄር ግዳ ኣይትዓምጹ ንሳቶም እንጌራና እዮም። ንስኻትኩም ንህዝቢ እታ ምድሪ ኣይትፍርህዎም። እቲ ዘጽልለሎም ካባታቶም ኣግሊሱ እግዚኣብሔር ከኣ ምሳናዩ ኣይትፍርህዎም ጎይታ ይባረኽ ከም እንጌራ ክንበልዖም ኢና ዘጽልለሎም የለን ዝሕልዎም የለን እግዚኣብሔር ምሳናዩ ዘሎ እግዚኣብሔር ጽላልናዩ እግዚኣብሔር ደገፍናዩ እግዚኣብሔር ፈውስናዩ እግዚኣብሔር ሓይልናዩ ኢሎም እግዚኣብሔር ዝተመስገነ ይኹም ወጽኦም ጎይታ ዝተባረኸ ይኹም ዛስዋይ ይርኣኹም እግዚኣብሄር ምስ ቁፅሪ ምስ ቁፅሪ ጉዳይ የብሉን ካብዞም ኩሎም ክልተ ሰባት ክልተ ሰባት ጥራይ እዮም ወሪሶም ክልተ ሰባት ክልተ ሰባት ክልተ ሰባት እያሱን ካሌብን ዳስት ራኹም ናይ ስጋ ፍረ ሞት ኢልዎ ቃል ኣምላኽ መጨረሽኡ ሞት እዩ ካብ መጀመሪኡ እስራኤላውያን ስጋ እኳ እዮም ለሚኖም ስጋ ዋላ ዝብላዕ ስጋ ደሊና ኣለና ስጋ ስጋ ስጋ እንተዘየምፅኢኻልና ናይ ስጋ ውፅኢት ሞት እዩ ጥፍኣት እዩ የሱስ ጎይታ እዩ ንበይኒ ከይኮንክን እግዚኣብሔር ዝተመስገነ ይኹን ዘይ- ዘይከውን ልቕሶ ኣይተልቅሲ ዘይከውን ብኽያት ኣይትብከይ የግዳስ ደው በሊ ኣምላኸይ ምሳይ እዩ ኣምላኸይ ጽንዓተይ እዩ ኣምላኸይ ሓይሊ እዩ በቲ ዝበኒ ሓይሊ ንኹሉ ይኹእለ በል እግዚኣብሔር ዝተመስገነ ይኹን እንደገና በቲ ሓይሊ ዝህበኒ ንኹሉ ይኹእለ በል ጎይታ ይባረኽ ኣታ ተዛረቡ በቲ ሓይሊ ዝህበኒ ንኹሉ ይኽእሎ እየ በሉ ካብ መንፈስኩም ካብ ስጋ ኣይኮነን ካብ መንፈስኩም ተዛረቡ እግዚኣብሔር ዝተመስገነ ይኹን ንክእሎ ኢና እግዚኣብሔር ይመስገን ትክእሉ ኢኪ ጎይታ ይባረክ ሃለሉያ ኢየሱስ ጎይታ እዩ እቲ ዝበና ሓይሊ ንኩሉ ንክእሎ ኢና ግሎሪ ቱ ጂሰስ ኢየሱስ ወዲ ኣምላኽ ሃለሉያ ግሎሪ ቱ ጂሰስ ጸላእትኻ እግዚኣብሔር ይመስገን ከም እንጌራ ክትበልዖም ኢኻ ጸላእትኻ ከም ኣንበጣ ኮንዮም ንስኻ ይኮንካን ኣንበጣ ትኸውን እግዚኣብሔር ዝተመስገነ ይኹን ሃለሉያ ጸላእትኻዮም ዝጠፍኡ ንስኻ ኣይኮንካን ትጠፍእ ጎይታ ይባረኽ ኢየሱስ ንዘለዓለም ጎይታይ ንምንታይ ኣብ ውሽጥኻ ዘሎ መንፈስ ኩሉ ከኣሊ ስለ ዝኾነ ኢየሱስ ወዲ ኣምላኽ እዩ ካብ ትሰምዕዎ ተቆጠቡ እግዚኣብሔር ንነፍሲ ወከፍ ኢንካሬጅ ገይሩ ኣሎ ተስፋ ዝቆረጸት ነፍሲ ደው ክትብል ከላ ርኢ ኣለኹ ሓይሊ ረኺባ እግዚኣብሔር በቲ ዝህበኒ ይኽእሎየ ኢላ እግዚኣብሔር ዝተመስገነ ይኹን ክትሰጋገር ከላ ይርእየኒ ኣሎ ጎይታ ዝተባረኸ ይኹን ከምኡ ከዓ ኾነልኪ ጎይታ ይባረኽ ኢየሱስ ጎይታ እዩ እግዚኣብሔር ይመስገን ካብቲ ኣብ ፀላኢትና ኣብ ፀላእትና ዘሎ ኣባና ዘሎ ይበልፅ ኣባና ዘሎ ይሕይል ስለዚ ክንስዕር ኢና ዝብል እግዚኣብሔር ይመስገን ንእግዚኣብሔር ክብሪ ይሃቦ ሕጂ ንእግዚኣብሔር ክብሪ የምፅ ጎይታ ዝተባረኸ ይኹን ሃለሉያ